ዳግማይ ሰላምታና ይብጻሕኩም ከመይ ትሓድሩ ዝኸበርኩም ሰማዕትና ዜና እንሆ ብቐዳምነት ኣርእስተ ዜና ፕረዚደንት ኢሳያስ ኣፈወርቂ ናይ ሱዳን ዑደቱ ዛዚሙ። ኣብ ሳዋ ኣብ ምክልኻል ሕማማት ዘተኮረ ኣስተምህሮ ተዋሂቡ። ኣሜሪካ ናብ ባሕሪ ደቡብ ቻይና ሓዳስ ናይ ውግእ መርከብ ልኢኻ። ኣብ ጫካታት ኢንዶነዥያ ተኸሲቱ ዘሎ ባርዕ ጫካ ዝፈጠሮ ጽዑቕ ፍትሒ ጥዕናዊ ስግኣት ኣኸቲሉ ተባሂሉ። ካብ ዓሰርተ ኣርባዕተ መስከረም ኣብ ሱዳን ናይ ክልተ መዓልታት ወግዓዊ ምብጻሕ ዝፈጸመ ፕረዚደንት ኢሳያስ ኣፈወርቂ ትማሊ ዓሰርተ ሽዱሽተ መስከረም ልክዕ ሰዓት ዓሰርተ ሓደ ቅድሚ ቀትሪ ተመሊሱ። ፕረዚደንት ኢሳያስ ኣብ ሱዳን ኣብ ዝጸንሓለን መዓልታት ምስ ኣቦ መንበር ልኡላዊ ባይቶ ጀነራል ዓብዱልፈታሕ ኣል ቡርሃን፣ ቀዳማይ ሚኒስተር መሰጋገሪ መንግስቲ ዶክተር ዓብደላ ሓምዶክን ኣባል ልኡላዊ ባይቶ ጀነራል መሓመድ ሓምዳን ዶግሎን ኣብ ዘካየዶ ርክባት ኣብ ሰናይ ጉርብትናን ዝተመርኮሰ ታሪኻዊ ዝምድና ህዝብታት ኤርትራን ሱዳንን ናብ ሓድሽ መድረኽ ምትሕግጋዝ ንምስግጋሩን ዝተኸስረ ዕድላት ንምኽሓስን ዘሎ ድልውነት ብምርግጋጽ ኣብ ዝተፈላለየ መዳያት ምትሕብባር ንምዕዛዝን ንኣድማዒ ዞባዊ ውህደት ብሓባር ንምስራሕን ተረዳዲኦም። ብዘይካዚ ፕረዚደንት ኢሳያስ፣ ብኣቦ መንበር ልኡላዊ ባይቶ ጀነራል ዓብዱልፈታሕ ኣልቡርሃንን ካልኦት ላዕለዎት ሰበስልጣንን ተሰንዩ ኣብ ከተማ ካርቱም ዝርከባ ዓበይቲ ኣፍረይቲ ትካላት ዮርሙክን ዛድናን በጺሑ። ፕረዚደንት ኢሳያስ ነቲ ኣጽዋር፣ ናውቲ ህንጻን ምህርቲ ሕርሻን ዘፍሪ ትካላት ድሕሪ ምዕዛብን ብዛዕባ ኣቃውመእንን ፍርያተንን ዝተዋህበ መብርሂ ድሕሪ ምስማዕን ኣብ ዞባና ከምዚ ዝኣመሰለ ትካል ምህላዉ ዘድልየካ ንብረት ብቐረባ ንምምጻእ ምቹእ ባይታ ስለዝፈጥር ንሓባራዊ ዕብየት ኣገዳሲ ከምዝኾነ ብምግላጽ ነዚ ንምትግባር ድማ ክስርሓሉ ምዃኑ ሓቢሩ። መንግስታት ኤርትራን ሱዳንን ኣብ መወዳእታ ናይቲ ዑደት ኣብ ዘውጽእዎ ሽዱሽተ ነጥብታት ዝሓዘ ሓበራዊ መግለጺ፣ ኣብ መዳያት ምክልኻል፣ ቁጠባ፣ ማሕበራውን ባህላውን፣ ጸጥታ፣ ፖለቲካን ዲፕሎማሲን ምትሕብባርን ምትሕግጋዝንን ክዕዝዛ፣ ትግባረ ናይዚ ስምምዕ እዚ ድማ ላዕለዋይ ሽማግለ ክቐውም ተሰማሚዖም። ኣብ ሳዋ ንቕሓት መንእሰያት ብምብራኽ ጥዕና ሕብረተሰብ ንምውሓስ ዝዓለመ ኣብ ምክልኻል ሕማማት ብሓፈሻ ኣብ ተመሓላለፍቲ ሕማማት ድማ ብፍላይ ዘተኮረ ኣስተምህሮታት ተዋሂቡ። ኣብቲ ብ ዓሰርተ ኣርባዕተ ን ዓሰርተ ሓሙሽተን መስከረም ንመማህራን ዝተውሃበ ኣስተምህሮ ህሉው ኣህጉርዊ ኩነታት ኤችኣይቪ ኤይድስ፣ ሚኒስትሪ ጥዕና ንምግትኡ ዘካይዶ ዘሎ ጻዕርን ውጽኢቱን፣ ኣፍልጦ ዜጋታት ኣብ ጠንቅን ሳዕቤናትን ከምኡ'ውን ኣገባብ ምክልኻሉን ናይቲ ሕማም በጺሕዎ ዘሎ ደረጃን ኣብ ዝብሉን ካልኦትን ኣርእስታት ሰፊሕ መብርሂ ቀሪቡ። ነቲ ኣስተምህሮ ካብ ዝሃቡ ኣባላት ሚኒስትሪ ጥዕና ሓላፊት ምቁጽጻር ኤች ኣይቪ ኤድስን ብፍኑው ስጋዊ ርክብ ዝመሓላለፉ ሕማማትን ሲስተር ንግስቲ ተስፋሚካኤል ኣብ ዝሃበቶ ሓበሬታ መልከፍቲ ኤች ኣይቪ ኤድስ ኣብ ካልኣይ ደረጃ ኣብያተ ትምህርቲ ሃገርና ዜሮ ምህላዉ ብምግላፅ ነዚ ተረኪቡ ዘሎ ዓወት ንምዕቃብ መማህራን ኣፍልጠኦም ብምዕባይ ንተማሃሮኦም ከንቅሑ ግቡእ ከምዝኾነ ኣረዲኣ። ኣብ ሚኒስትሪ ትምህርቲ ኣወሃሃዲ ጥዕናዊ ትምህርቲ መምህር ሰመረ ተኽለ ብወገኑ እቲ ኣስተምህሮ መቐፀልታ ናይቲ ኣብ መላእ ሃገር ዝወሃብ ጥዕናዊ ኣስተምህሮ ከምዝኾነ ብምግላፅ ንመፃኢ ብዝሰፍሐ ክቕፅል ምዃኑ ኣረዲኡ። ርእሰ መምህር ካልኣይ ደረጃ ቤት ትምህርቲ ዋርሳይ ይከኣሎ መምህር ርእሶም ገብርሂወት ብወገኑ፣ ዝተውሃበ ኣስተምህሮ ዝያዳ ሓላፍነት ዘሰክም ከምዝኾነ ብምግላፅ፣ መማህራን ናብ ተምሃሮኦም ከመሓላልፍዎ ድሕሪ ምልባው ብዝለዓለ ዝቕፅልሉ ኩነታት ክፍጠር ድማ ተላብዩ። ትካላት ወሃብቲ ኣገልግሎት ኣብ ፅፈት ኣሰራርሐኣንን ብቕዓትን ቀረበን ዝያዳ ኣተኩሮ ገይረን ክሰርሓ ብ ዓሰርተ መስከረም ኣብ ከተማ ዓሰብ ምስ ወነንቲ ትካላት ወሃብቲ ኣገልግሎት ኣብ ዝተኻየደ ርክብ ተሓቢሩ። ዋና ዳይሬክተር ክፍሊ ቱሪዝም ዞባ ደቡባዊ ቀይሕ ባሕሪ ኣቶ ዒሰ ኣሕመድ ኣብ ዝሃቦ መግለፂ ትካላት ወሃብቲ ኣገልግሎት ኣብ ቱሪዝማዊ ሰሓብነትን ዕብየትን ልዑል ተራ ስለዘለዎን ባህሊ፣ ልምድን ክብርታትን ሕብረተሰብ ዝያዳ ዘጉልሕ ኣገባብን ቀረብን ክማላእ ንዘካይዶ ፃዕሪ ከዛይዳ ፀዊዑ። ትካላት ወሃብቲ ኣገልግሎት ፅሬት ትካላቶምን ከባቢኦምን ናይ ምሕላው ግዴታን ሓላፍነት ከምዘለዎም ኣብዚ መዳይ እዚ ሸለልትነት ምስዘርእዩ ድማ ኣብ ኣታዊታቶም ኣሉታዊ ፅልዋ ከምዝፈጥር ክግንዘቡ ኣዘኻኺሩ። ኣቶ ዒሳ ኣብ መወዳእታ፣ ወነንትን ሰራሕተኛታትን ናይተን ትካላት ብዝምልከቶም ኣካላት ንዝወሃቦም ሓበሬታን መምርሕን ብግቡእ ከተግብሩ ብምልዋም ነዚ ዝሕግዝ ኣስተምህሮታት ብዝሰፍሐ ክወሃብ ምዃኑ ኣረዲኡ። ተሳተፍቲ ብወገኖም፣ ማሕበር ወሃብቲ ኣገልግሎት እቲ ዞባ ተዳኺሙ ስለዘሎ ንጡፍ ተርኡ ከበርክት ምእንቲ ዳግመ ስርርዕን ምክትታልን ክግበረሉ ተማሕጺኖም። እዚ ድምጺ ሓፋሽ ኤርትራ እዩ። ኣሜሪካ ኣብዚ ሳልስቲ'ዚ ናብ ባሕሪ ደቡብ ቻይና ሓዳስ ናይ ውግእ መርከብ ብምልኣኻ ምስ ቻይና ዝጸንሓ ዘይምቅዳው ከይገድድ ተሰጊኡ ከምዘሎ ተዓዘብቲ ይገልጹ። ዕላማ እቲ ተልእኾ ዛጊት እኳ እንተዘይተነጸረ፣ መቐጸልታ ናይቲ ኣሜሪካ ኣብቲ ከባቢ ከተካይዶ ዝጸንሐት ዳህሳሳዊ ንጥፈታት ክኸውን ከም ዝኽእል ግምታት ኣሎ። ቻይና ነቲ ጉዳይ ብዝምልከት መግለጺ እኳ እንተዘየውጸት ብትሪ ክትቃወሞ ከም ትግህል ግን ተፈሊጡ ኣሎ። ኣብቲ ማያዊ ኣካል ዳህሳሳዊ ንጥፈታት ከተካይድ መሰል ከም ዘለዋ እትሕብር ኣሜሪካ ብተደጋጋሚ መራኽብ ውግእ ክትልእኽ ምጽንሓ ዝፍለጥ እዩ። ዝዓበየ ክፋል ባሕሪ ደቡብ ቻይና እጀታኣ ምዃኑ እትምጉት ቻይና ኣሜሪካ ኣብቲ ከባቢ ንእትገብሮ ምንቅስቓስ ክትቃወሞ ከም ዝጸንሐት ዝፍለጥ እዩ። ኣብ ጫካታት ኢንዶነዥያ ተኸሲቱ ዘሎ ባርዕ ጫካ ዝፈጠሮ ጽዑቕ ትኪ ኣብ ከተማታት እታ ሃገር ጠንቂ ብከላ ኣየርን ጥዕናዊ ስግኣትን ይኸውን ከም ዘሎ ተገሊጹ። በቲ ተርእዮ ዝሰግአ መንግስቲ ኢንዶነዥያ ኣብ ሓያሎ ከተማታት ዝርከባ ኣብያተ ትምህርትን ካልኦት ትካላት መንግስትን ንግዚኡ ስርሐን ከቋርጻ ኣዚዙ ኣሎ። ብሰንኪ እቲ ትኪ ኣብ ብርክት ዝበሉ ሰባት ሕማማት ስርዓተ ምስትንፋስ ይረእ ከምዘሎ ዝሓበሩ ክኢላታት ጥዕና ኢንዶነዥያ፣ ንምግትኡ ህጹጽ ስጉምቲ እንተዘይተወሲዱ ሞት ከስዕብ ከምዝኽእል ኣጠንቂቖም ኣለዉ። በቲ ጽዑቕ ትኪ ብፍላይ ኣብ ደሴት ሱማትራ ልዕሊ ሚእቲ ሜትሮ ርሒቑ ንዘሎ ነገራት ክትርኢ ኣጸጋሚ ኮይኑ ከምዘሎ ዝጠቐሱ ጸብጻባት፣ ማሕበረ-ቁጠባዊ ንጥፈታት ናይታ ደሴት ብኸፊል ተዓናቒፉ ከምዘሎ ኣረዲኦም። ካብ መጀመርታ ናይዚ ዓመት እዚ ኣብ ጫካታት ኢንዶነዥያን ጎረባብቲ ሃገራትን ተኸሲቱ ብዘሎ ባርዕ መሮር ኣስታት ሰለስተ ሚእትን ሰላሳን ሽሕ ሄክታር ጫካ ተቓጺሉ ከምዘሎ ብተወሳኺ ተሓቢሩ። ሃገራት እቲ ከባቢ ንሓድሕደን ካብ ምውቃስ ሓሊፈን ንምግትኡ ይጓየያ ብዘይምህላወን ድማ እቲ ተርእዮ ኣብ ሓጺር እዋን ክግታእ ዘሎ ተኽእሎ ጸቢብ ምዃኑ ክኢላታት ይሕብሩ። በዚ ድማ ኩሉ መዳያዊ ክሳራ ናይቲ ሓደጋ ብተዓጻጻፊ ክዓቢ ከም ዝኽእል ብኣግኡ ተኣሚቱ ኣሎ። ዝኸበርኩም ሰማዕትና ዜና ቅድሚ ምፍጻሙ ኣርእስታቱ ክደግመልኩም። ፕረዚደንት ኢሳያስ ኣፈወርቂ ናይ ሱዳን ዑደቱ ዛዚሙ። ኣብ ሳዋ ኣብ ምክልኻል ሕማማት ዘተኮረ ኣስተምህሮ ተዋሂቡ። ኣሜሪካ ናብ ባሕሪ ደቡብ ቻይና ሓዳስ ናይ ውግእ መርከብ ልኢኻ።